ብዙሕ ነገር እዩ ናብ ክወስዶም ዝኽእል ማለት ሲ ንኣብነት ክነግሩና ከለዉ ማለት እዩ ሓፈሻዊ መፅናዕቲ ወሲድካ ክንድዚ ፐርሰንት ብዚ ምክንያት ክንድዚ ፐርሰንት በዚ ምክንያት እዮም ናብዚ ኣትዮም ከምኡ ምባል ከይጠቕመና ድዩ ዝብል ናብ ካልእ ናብ ጎኒ ንግደፎ እሞ ስእልኪ ክትሓትዮም ከለኺ ሓደ ከጨንቀኒ ከሎ ናብኡ ይኣቱ መብዛሕትኦም ብመሓዙቶም እዮም ዝኣትዩ ዝጥለፉ ማለት እዩ ስለዚ እቲ ናይ ሱስ መትሐዚ ኬሚካል ሕዚ ብጣዕሚ እዩ ደስ ደስ ዝብለኪ ትነቅሒ ገለ ትብሊ ኣብ ካልእ ፍልስፍና ትኣትዊ ማለት እዩ ፅቡቅ ዘለኺ እዩ ዝመስለኪ ግዜ ድማ ዘሕለፍክሉ ምስ ኣዕርኽትኺ ብፍቅሪ ብጨዋታ ብቀልዲ ፅቡቅ ኣለኹ ትብሊ ስለዚ ክትቅፅሉ ከለኺ ግን ዕድመኺ እውን ይሓልፍ ኣሎ ምዃኑ ዘይምርኣይ ችግር ኣሎ። ወልፊ መዘዙ ብዙሕ እዩ። ዓርስኻ ካብ ምጽላእ ሓሊፉ ኣካላዊ፣ ስነ ልቦናዊ ጸገማት ከምኡ'ውን ምስ ስድራ፣ ማሕበረሰብ ዘለካ ርክብ ልሕሉሕ ንክኸውን ዓብዪ ግደ ኣለዎ። ሱስ ኸዚ ኮይነ ክርደኦ ተለኹ ምስ ብዙሕ ነገር እዩ ለጋጨካ ንኣብነት መጀመርያ ልገብሮ ስርሑ ምስ ዓርስኻ እዩ ዘጋጨካ። ሓደ ሰብ ትኽክለኛ ህይወት ክመርሕ እዩ ዝደሊ። ሰላም ዘለዎ፣ ፍቕሪ ዘለዎ፣ ምስ ቤተሰቡ ይኹን ምስ ማንኛውም ንሰብ ፍቕሪ ክህብ፣ ብመሰረቱ ሓደ ወዲ ሰብ ናይ ሰላም ሰብ እዩ ክፍጠር ተሎ። ወልፊ ሓደገኛነቱ ወይም ኣፀጋምነቱ ሓደ ነገር ታይ እዩ? መጀመርያ ዝገብሮ ስርሑ ናብ ብመሰረቱ ወልፊ ንደቂ ሰባት ምቹው ኮይኑ ዝተሰርሐ ኣይኾነን ደቂ ሰባት ዝጎድእ ኣፀጋሚ ስራሕ እዩ ግን ብፅቡቅ መልክዕ እዩ ዝመፅእ ስማት ኣለውዎ ታፔላታት ኣለውዎ ናብኡ ክሳሓቡ ዝኽእሉ ንኣብነት መዝናነይ ዝበሃል ነገር እና ወልፊ ምስ ዓርስኻ ከጻልእካ ከባኣሰካ ከሎ ሃመ እዩ ማለት እዩ መጀመርያ ብቀጥታ ይፈልጥኻን ኣይፈለጥኻን ብቀጥታን ብተዘዋዋርን እንታይ ይገብረካ ዓርስኻ ክትጸልእ እዩ ዝገብረካ ቁጡዕ ክትኾን ይገብረካ ስልችው ክትኾን ይገብረካ ሰነፍ ክትኾን ይገብረካ ወልፊ ሓደገኛ ሕማም እዩ እና ብቀጥታ ምስ ዓርሰይ እዩ ኣጋጭኒ ብመጀመርታ ንኣይ ታይ ገይርኒ ምስ ዓርሰይ ኣባኢስኒ ምክንያቱም ኣነ ታይ እየ ነይረ ቅድሚ ሱስ ምበለይ ኩዕሾ ተጫወቲ ፅቡቅ ኩዕሾ ተጫወቲ ዳሕና እኒኦ እንዳም እንትን ኣብ ዝነበርኩዎ ኣካባቢ ብዙሕ እንትን የለን እና ፅቡቅ ኩዕሾ ተጫወቲ ነይረ ምክንያቱም ብዙሓት መብዛሕቶም ሱሰኛታት ስለዝኾኑ እቲ ልወጽእ ቆልዓ እቲ ልውለድ ቆልዓን ዝሮ ዝሮ ናጋ ንጎ ናብ ሱሱ ምዃኑ ብዘይገድስ መጠን ለጠራጥር ነገር ኣይነበረን ግን ናብ ኩዕሾ ትጫወት ተለኹ እቲ ከተለኹ ገዛና እኳ ወላ ዳስ ዋና ሃለየ ኣነ ግን ናብ ኩዕሾ ይኸድ ናብ ስፖርት ይገብር ትምህርተይ ይኸድ ይመጽእ ምስ መሓዝተይ ለለኒ ግንኙነት ጽቡቕ ስለ ዝነበረ ለለኒ ኣብ ውሽጠይ ልሓስቦ ሓሳባት ክኾኖ ልቐርጾ ንነበርኩ መጀመርያ ጽቡቕ ሰብ ንምዃን እዩ። ሰላም ለለዎ ሰብ ሕጉስ ሰብ ካብኡ ንሰባት ድማ ጽቡቕ ዝገብር መጀመርያ ንሰባት ጽቡቕ ዝገብር ነደይ ጽቡቕ ክገብረላ ተማሂረ ዩኒቨርሲቲ ኣትየ ተመሪቐ ደሓር ነደይ ገዛ ሰሪሐላ ኣሕጒሰያ ናታ ጽቡቕ ነገር ርኤ ተመርዔ ብቻ ብሰፊሑ ድማ ካብኡ ዝብል ዘለለ ንሃገረይ ክጠቅም ዝብል ሓሳባት ነይሩኒ ገና ዕሸል እናሃለኹ ሰናይ ራእይ እዩ ሰናይ ትምኒት እዩ ዘለዎ ሓደ ሰብ ብተፈጥሮ ክፍጠር እንተሎ ማለት እዩ ደሓር ሱስ ክኣትየና ከሎ ብዙሕ መልክዕ ኣለዎ ንኣብነት ከምዚ ዓንተ ክገልጾ ዝሞከርኩ ምዝንናይ ዝበሃል ወርቂ ዝመስል ነገር ኣለዎ መዝናነይ ዝበሃል ብርኪ መዕጸፊ ዝበሃል ሪላክስ ገብር በቃ ስለ ኢንጆይ ስለ ክሕጉስ ንሽተይ ክረጋጋዕ ምናምን ልብል ምስ ግዜ ከሕልፍ ልብሉ ብዙሓት ልተቀብኡ ወርቂ ልመስሉ ነገራት ኣለዎ ግን እሱ የኮነ እቲ ዋና ነገሩ ናባና ብልዓቴ ዘሙሳትም ውላ እኳ ናዩ መጀንጀኒ ሓሳብ እኳ ውላ ተኮኑ ግን ናባና ብልዓቴ ምስ ዓርስና ይባኣሰና ምስ ዓርስና ይባኣሰና ማለት ቁጣዓት ክንኮን ክንናደድ ዳሓር ድማ ሰብ ክንጸልእ ዓርስና ክንጸልእ ሰነፋት ክንኮን ተስፋ ለይብልና ተስፋና ዝናኣሰ ተስፋ ዘይብሉ ሰብ ክንኮን ይገብረና ማለት እዩ። እዚ ብልኾነ ምስ ዓርስኻ ብልተጋጨ ምስ ተጋጨኹ ታይ እዩ ተፈጢሩ ምስ ኣደይ ምግጫይ ተጀሚሩ ብምንታይ ሳንቲም ሃቢ ኣይቢ ኣደይ ስዋ ትሸይጥ ነይራ እና ግሪምቢ ኣሎ ልባል ተኣስርሉ እና እቲ ገንዘብ ትእክበሉ ነገር ነይሩ እሳ እታ ግሪምቢ ኣሎ ትበሃል እንትን ኩሉ ግዜ ብልኡግሕት ቁፅሪ ሱሰኛ ድሓር ምስ ኾንኹ ብልኡግሕት ቁፅሪ ይቆፃፀራ እዩ ኣብ ኣልጋ እኒኣ ዶ የላይ ኣበይ እኒኣ እዛ ግሪምቢ ኣሎ

ብዘውዝነዮ ብጣዕሚ ምስ ኣደይ ይጋጨ፣ ኣደይ ንኣየ እትጸልእኒ መሲሉ ምስማዕ ጀሚርኒ ምክንያቱ ናየ ደስታ ናየ ሓጎስ ናየ ሰላም ኣደይ ትደሊ ልብል ሓሳብ ጀሚረ ኣደይ ብቻ ኣይኮንቲ ኣሕዋተይ ውን ምስ ኣደይ ይውግና ስለ ዝነበራ ኣሕዋተይ ውን ናየ ደስታ ናየ ሓጎስ ናየ ጽቡቅ ነገር ኣይደልያን ልብል ሓሳብ ምሕሳብ ጀሚረ እዚ ሓሳብ እሱ ካባየ ክፍልፍል ጀሚሩ እሱ ብቻ ኣይኮነይ ኣብ ኣከባቢየይ ኹሉ ኣብ ከባቢይ የልሉ ሰብ ንኣይ ጸላእይይ ምዃኑ ምሕሳብ ጀሚረ። ንኣይ ሃም ቁም ነገረኛ ልሓስበኒ ሃም ለይኮነ ንኣይ ተስፋ ዘይብሉ ሰብ ምዃኑ ብጣዕሚ ሕብረተሰበይ ይጸልእ ማሕበረሰበይ ብጣዕሚ እየ ልጸልእ እንዳውም ብጣዕሚ ክናገር ኣይደሊ እዛ ቃል ናብ መጨረሻ ስለ ትድብረኒ ብብዙሕ ግዜ እዛ ቃል እዚኣ ከውጽእ ብይቅርታ ስለ ልተመላእኹ ማለት እዩ ኣብዚ እኒኦ ድዲት ፌስታል ለይመልእ ህዝቢ ኣኺ ተቸግርና ገለ ዓይነት ወግዒ ጽቡቕ እዩ ልመስል ነይሩ ሻይቱ ክተውግዖ ተለካ ተኣኪብካ ምስ መሓዙትና ክነውግዖ ተለና ኩለና ኢና ንበሃሃለሉ ነርና ኸዚ ኮይነ ክሓስብ ተለኩን ሃም መርገም ለእዩ መሲሉ ዝስመዕኒ መርገም ማለት ብሰንፍናይ ብለምጻኹዎ ጸገም ብለምጻኹ ናይ ወልፊ ሽግር ሓሊፈ ናደይ ሓሊፈ ንሕዋተይ ሓሊፈ ንሕብረተሰበይ ክራገም ጀሚረ ምስ ሕብረተሰበይ ሕብረተሰበይ ክጸልእ ተስፋ ለይብለይ ለይረብሕ ለማኒ ክኾን ገይርኒ ብዙሕ ግዜ ለሚነ እንዳውም ናዛ ምልማን ስም ክንቐብኣ ተለና ኣሸንዳ ማለት ኣረ ዝኾነ ሰብ ንፈልጦ ክሓልፍ ተሎ ምናምን ኣሸንዳ ንብሎ ኣሸንዳ ኣሸንዳ ብሎ ስኻ ስኻ ብኣሸንዳ ወሎ ዓይነት ነገር ንበሃል እሞ ኣሸንዳ ኢልናስ ሳንቲም ንቀባበል በቃ ዝኾነ ሓዚልና ወላ ተሂብና እቲ ሰብዚ ተሂብና እቲ ሰብዚ ባእ በቃ ከምዚ በቃ ሕና በልሕቲ ብጣዕሚ ፈላጣት በቃ በሊጽናዮ በቃ ሕና ኣራዳታት ሜን በቃ ሕና እኮ በቃ ከማና ሓሪፍ የለይ ዓይነት በቃ ቆጺርናዮ እሱ ኣውጺኡ ልረሃጸሉ ምናልባት ሰሪሑ ምናምን ተጓይሁ ሒዝዎ ልመጸ ካብ ጅቡኡ ሓዚንልና መተዓቢትና ስለ ልኾነ ስለ ልፈልጠና ካብ መጀመርያ ሃመይ ሀምልነበርና ስለ ልፈልጥ ሓዚኑልና ራህሪሁ ዋይ ምኬለዋ እዚኣ ሽንካ ናሻይ ትኾነካ ኢሉ ክበኒ ወላ እኳ ተደለየ ራህሪህለይ ኣነ ግን ንኡ ኸይደ ምስ ኣርተራ እዛ ፋራ እኮ ተቓባቢለያ መጸ ምናምን ፋራ እኮ ኣርኢኻ ኢርኻ ምናምን ዓይነት ሓሳብ ንሓስብ ኔርና ስለዚ ሱስ እንታይ እዩ ልገብር ብመጀመርያ ናባይ ይኣትዩ እንታይ ጌርኒ ኣና ምስ ዓርሰይ ባኢሱ ምስ ቤተሰበይ ባኢሱ ምስ ሕብረተሰብ ምስ መሓዝቶይ ምስ ምስ ተዓቢተይ ኣባኢሱኒ ብኣቶም ኣንዒቕኒ፣ ኣዋሪድኒ፣ ለይረቢሕ ሰብ ኣቑጺሩኒ፣ ክረብሕ ናካኣልኹ፣ ብዙሕ ነገር ክሰርሕ ናካኣልኹ፣ ሃም ለይረቢሕ ሰብ ኣቑጺሩ ለማኒ ገይሩ ከፍ ኣቢልኒ፣ እሞ ሓንጎለይ ናሃለየ፣ እሞ ኣካ ኣጻብዕተይ፣ ኣደይስ እንታይ ትደሊ ነይራ፣ ዋእ ኣታ ሓወይ ሓንካስ ምኾንኻሲ ምቐለውኹኻ እኳ ነይረ፣ ከፍ ኣቢለ ባዕለይ ምቐለውኻ፣ ታይ ግበር ኢኻ ትብለኒ ኢላትኒ። ኻዚ ብዙሕ ኢልና ሳሕ መቸም ያው ሓሊፉ ትሪኦ ተለኻ ጽቡቅ እዩ ብጣዕሚ ኢልና ሳሕ ኣስካዕ እዛ ሽዓ ሳዓት እስካዕ እታ ግዜ እቲኣ እስካዕ እታ እዋን እቲኣሲ ትሱስ እዩ ዝጎድኣኒ ኣሎ ኢለ ሓሲበ ኣይፈልጥን ንኣየ ጎዳኢተይ ኣደ እያ ንኣየ ጎዳኢተይ ሓፍተ እያ ኣሕዋተ እየን ንኣየ ጎዳእየይ ዘመካባቢየ ዘለዉ ሰባት እዮም ምንቀኛታት ገይረ እየ ዝርእዮም እዚኣ ምናልባት ብፍቕሪ ብርህራይ ይርእየኒ ኣለኩ ኮነ ሓደ ሰብኣይ ኣብዚ ኣኒኦ ምናምን ናበልኩ ለይግባእ ነገራት ይናገር ነይረ ምስ ማሓዙትና ያው ምስ መታዓቢትና ሃሙና ኣልና ንከድ ነርና እና ምስ ማሕበረሰበይ የባኢስኒ ምስ ቤተሰበይ የባኢስኒ ምስ ከባቢየይ የባኢስኒ ምስ ትምህርቲ ቤተይ የባኢስኒ ምስ ስፖርተኛነት ኣባኢስኒ ታከለ ይገበረኒ ሱስ ብጣዕሚ ሕማቅ ሓደገኛ ሕማም እዩ። ብተጋጊ ኣማላኻኽታ እየ ጀሚረዮ። ማለት እርድና መሲልኒ ወይ ዘመናዊነት መሲልና ኣብ ዝተጋገየ ኣመለኻኽታ ላብዚ ነገር እዚ ኣትየ እና ኣብዚ ህይወት ኣብዚ ቦታ እሱ ግን ብዙሕ ነገር ስኢና እየ ምስ ቤተሰብ ለለኒ ፍቕሪ ስኢና እየ ማዘረይ ብኣይ ደስተኛ ይኾነቲ ኩሉ ግዜ ኢብን መርዓ ክትኸድ ወዲ ክትበሃል ተላ ስለላ ኣይትሸማቐቑ ነገር እኒኦ ሓዘን ትኸድ ተላ ስለላ ኣይከስታውስዋ ተለው ታይ ይገብርለዝ ወዲ ከንበይ መፍትሄ ኢለዋ ሰበይለይ እና ኩሉ ግዜ ሓዚና እያ ትመጽእ እና ማሕበረሰብ እኳ ዝተጋገየ ኣመለኻኽታ እዩ እኒኦ ምንም ካሊእ ዓይነት ኣፖርቹኒቲ እዚ እኮ ሃምቲ ተትገብሪ ልብል የለይ እና እንታይ እዩ ልኾን ለወድኺ ልብል ሰብ እዩ ዝበዝሕ እና ብኣይ ትሸማቐቕ እያ ነይራ ብኣይ ሓፊራ እያ ማዘረይ ጀስት በቃ ስለለኣይ ክውጋዕ ተሎ ክውጋዕ ኣይትደሊ ስለላይ ሕማቅ ክናገር ተለው እሳ እኳስ ልስማዓ ስምዒት ልተገዐ ብጣዓሚ ልሐዝን ስምዒት እዩ ልስማዓ እና ብዙ ምክንያት እዚ ቤተሰበይ ስኢነ እያ ኣነ ቤተሰብ ልፎትያ ማዘረይ ዓሰርተ ዓመት ሙሉእ ፈገግታኣ ስኢነዮ እየ ኣብ ቤተሰብ ልነበረኒ ፍቅሪ ምስ ኣሕዋተይ ለለኒ ፍቅሪ ምስኦም ከሕልፎም ለነበረኒ ግዜ ብዙሕ ነገር ስኢነ እየ። ኣብ ፋሚሊ ለሎ ፍቅሪ ኣብ ቤተሰብ ለሎ ፍቅሪ ሀዚ ተመሊሰ ክርኤ ተለኩ ኣበይ ነይረ ለብል እዩ ማለት ጀስት ለኣኻ ለለዎም ልቢ ትርዳእ ተለኻ ለኣኻ ለሓስዎ ነገር ጥይ ተተተኪሱ ወይ ለኾነ ነገር ተኾይኑ ለኣኻ ልዎ ቫሊ ሀዚ ተመሊሰ ከሰውዕሎ ተለኹ ምን ያክል ሃምል በደልክዎም ህንደይ ለኣክል ሃምል ገዳእክዎም ይፈልጥ እየ
ንተኸታታሊ ዓሰርተ ዓመት ኣዝዩ ኸቢድ እዩ ነይሩ፣ ጸልማት እዩ ነይሩ፣ ተስፋይ ሞት እዩ ኢለ ኢለ ኣመን ነይረ፣ ምክንያቱም ኣነ ናጋ ሰብ ክኾን ኣይክእልን፣ ኣነ ናጋ ኣዕሩኽተይ ዝበጽሕዎ ክበጽሕ እየ ዝብል ሓሳብን ኣረዳድኣን ኣይነበረንን፣ ሕልሚ እውን ኣይነበረንን፣ ራኢ ኣይነበረንን፣ ስለዚ ኣብ ማእኸሉ ጎንጽታት ይፍጠሩ ነይሮም፣ ምክንያቱም ሰብ እየ ይጨናነቕ፣ ሰብ እየ ይሓስብ እየ ተሓሳብ እሱ ግን ኣብ ወልፊ ኮይኑ ተደጋጋሚ ኮይኑ ንግሆ ተሲኤ ናብ ወልፊ ድሕሪ ሰዓት ንወልፊ ምሸት ወልፊ ንድቅሰላ ሰዓት ዝተወሰነት እያ ስለዚ ተኸታታሊ ንዓሰርተ ዓመት ዘሕለፍኩ ህይወት ኣዝዩ ጸልማት እዩ ነይሩ ምክንያቱ ምስ ፋሚሊ ንባኣስ ኢና ምስ ጎረባብቲ ንባኣስ ኢና ኣብ ከባቢና ዘለው ሕብረተሰብ ጎንፅታት ነልዕል ኢና ንእድም ኢና ሓደ ሓደ ዘየድልዩ ስራሕቲ ንሰርሕ ኢና ስለዚ ካባና ሓሊፍና ኣብቲ ካባና ሓሊፍና ቤተሰብ ካብ ቤተሰብ እውን ሓሊፍና ኣብ ጎረቤት ካብ ጎረቤት ሓሊፉ ኣብ ከባቢ ናይ ባዕሉ ተጽዕኖ ነይርዎ፣ ናይ ባዕሉ ክፍተት ነይርዎ። ስለዚ እዚ ከቢድ ተጽዕኖ እዩ፣ ከቢድ ህይወት እዩ ነይሩ፣ ከቢድ ፈተና እዩ ነይሩ። ምክንያቱም ከቢድ እዩ፣ ምዝራቡ ዝኸብድ እዩ። ወልፊ ኣብ ምግዳድ ብርክት ዝበሉ ኣካላት ከም ስራሕ ዝጥቀሙሉ ኩነታት ኣሎ። ኣብቶም እጻት ንግዲ ዘለዉ ደላሎን ካልኦትን። እቶም ብሕማም ወልፊ ዝተጠቕዑ መናእሰይ እውን ማሕበረሰብ ዝገብረሎም ክንክን ትሑት ብምዃኑ እቲ ወልፊ ከም መሕብኢ ክጥቀምሉ ይኽእሉ ይብሉ መፅናዕትታት ፕሮፌሰር ፈቴንን ዶክተር ኣማንኤልን ከ? መናእሰያን ሱሰኛታት ብዙሕ ኣብ ቤት ኣብዚ ዩኒቨርሲቲን ኣብቲ ሪከቨሪ ሴንተርን ከይደ ብጣዕሚ ኣቅሪበ እየ ዝመክሮም ኣነ ካብ ኩሉ ንላዕሊ ኣብ ሱስ ዝኣተየ መንእሰይ ሕቁፍ ኣቢለ ከዛርቦ ብጣዕሚ እየ ንባዕለይ ዝረክብ ንሶም ድማ ብጣዕሚ እዮም ዝሰምዑካ ብጣዕሚ ስለዚ ንሕና ተሓባቢርና ኣብ ተፈላለየ ቢሮ ዘለና ከም ሓደ ዘመቻ ክንወስዶ ኣለና። ካልኣይ ኣብቲ ናይ ወልፊ ንግዲ ዝሰማረዩ ሰባት፣ ደላላታት፣ ስርዓትን ህግን ክተሓዙ ኣለዎም። ሳልሳይ ኣብ ጫት መሸጢ ፍቓድ ዝወሃቦም በዝሒ መቕሓሚ በዝሕታት በየከተምኡ ዘይንሱ ካሊእ ቢዝነስ ከምዘየሎ ገይርካ ምውሳድ እዚታት ክንሰርሐሉ ዝግባእ እዩ። ምክንያቱ ንሕና መጀመርያ ሰብ። ብዘይ ሰብ ሓደ ሰው እንኳን ከፍተኛ ኣስተዋፅኦ ይገብር ሓደ ሓደ ወለዶ ንሕና ውሕዳት ኢና ከም ትግራይ ንብ ተብሂልና ንሰኣል ግን ሓደ መንእሰይ ንዓ ንካልእ ዓሰርተ መንእስተይ ክትከእ ኣሎ ኢልና ኢና ክንሰርሕ ዘለና ንካባና ሓደ መንእሰይ ምጥፋእ ማለት ኣይንክእሎን ስለዚ ኣብ ኢኮኖሚ ልምዓት ይኹን ኣብ ማሕበራዊ ልምዓት ይኹን ኣብ ትምህርቲ ይኹን ገና ሓደሽቲ ዝወጹ መናእሰይ እኔዉ ናብ ሃይስኩል ኣብ ኤለመንተሪ ናይ መን መንገዲ እዮም ዝሕዙ ኣለዉ ኢልካ ኣብ ምግዳስ ይኹን ለይትን ቀትርን ዜንሕና ከም ሓደ ዘመቻ ክንሕዞ ዝግባእ ስራሕ እዩ ሓደጋ እውን እዩ እየ ዝብል ኣነ እንዳ መስተታት ዘለዋ መስተታት ናይ መን ባህሊ እየን ዘንፀባርቃ ዘለዋ ዓብዪ ሬክላም ኣብ ሰሌዳ ዝልጠፍ ብዛዕባ ናህና ካልቸር ዘርኢ እዩ ደረፍቲ መናእሰይ እንታይ እዮም፣ ጋዜጠኛታት ኣብ ምንታይ እንታይ እንታይ ዓይነት ስታይል እዮም ዘቕርቡ ፊልም ዝብል እዚ ኩሉ ስርዓትን ህግን ወጺኡዎ ዋላ ጋዜጠኛታት ብዘይምፍላጥ ዘስተሓላልፍዎ ፊልም ገለ ይርኢ ኣነ እንታይ ማለት እዩ እዚ እየ ዝብል ማለት እዩ እና ዘይፈልጥ ውላድካ ዘይፈልጥ ካብ ጎረቤት እዩ ሓደ ውሉድ ሓደ ወላዲ ከዕቢ ከሎ በይኑ ኣይኮነን ዝዓብዮ ጎረቤት የዕብይዎ ቤት ትምህርቲ የዕብዮ፣ ከባቢኻ የዕብዮ፣ ዝሪኦ ተለቪዥን የዕብዮ፣ ስለዚ ወላዲ ሓይሊ የብሉ እና ንሕና ዝብለኪ ኣነ ከም ዜጋ ቀደመ ንሕና ቤት ማእሰርቲ እዩ ዘስገእና ነይሩ ኣብ ሃይስኩል ይኸበና ደርጊ ከመይ ጌርና ኢና ክነምልጥ እዩ ነይሩ ቀደም ሕዚ ድማ እዞም ቆልዑ እዚኦም ከመይ ጌሮም እዮም ካብዚ ከምልጡ ኢልና ክንሕግዞም ይግባእ ዝተመኸረ ዝተመዓደ ውሉድ እኮ ከፍተኛ ውጤት የምፅኡ ኣለው። ኣብ ትግራይ ካብ ኩሉ ቤት ትምህርትታት ልዕሊ ሽዱሽተ ሚእቲ ዘውፅኡ ዘምፅኡ ተምሃሮና ውሕዳት እዮም። ዓሰርተ ይመልኡ። ካብ ሓሙሽተ ሚእቲ ክሳብ ሽዱሽተ ሚእቲ ዘምፅኡ ክልተ ሚእትን ሰላሳን ከባቢ እዮም። ተመልቲ እዚኦም። እዚ ብጣዕሚ ድቃስ ዘስእነናን ክንሰርሐሉን ዝግባእ እዩ። ከም ዜጋ ከም ተጋሩ ብሓድነት ንሰርሖ ዘለና ብዙሕ ነገራት እዚኣ ከም ቀንዲ ኣጀንዳና ኮይና ክትሰርሐላ ይግባእ። ስለዚ መቐለ ዩኒቨርሲቲ እዚ ዝጀመረ ምስ መናእሰይ ስለ እንውዕል እዩ። ምስ ተምሃሮና ስለ እንውዕል እዩ። ምስ ደቅና ስለ እንውዕል እዩ። እንታይ ከም ዝመስሉ ንርእዮም ኣለና። እንታይ ሒዞም ኣብ ዋርድያ ተትሒዞም ይእሰሩ ኣለዉ ንርኢ ኣለና። ደቅና እዮም። ስለዚ ሓላፍነቱ ናይ ኩላህና ክኾን ኣለዎ ብዝብል ኢና ንሰርሖ ዘለና ማለት እዩ። ከም ማሕበረሰብ ክንስማዕማዕ ኣለና ፀገም ከምዝኾነ ስልጣነ ከምዘይኮነ ሓደ ሰብ ስኢልና ብኣውርኡ ክንሓስቦ ተለና ዝተበከለ ኣየር ናሰሓበ ኣነ ስልጡን እየ ክብል ኣይክእልን። ቆጽላመጽልታት ናትካኸ ህይወት ብጣዕሚ ናብ ጸገም ይኣቱ ከም ዘሎ እናፈለጠ ስልጣነ ክኸውን ኣይክእልን። ነቶም እቶም መናእሰይ ንዓቶም ተሓተቲ ንሕና ኢና በሃላይ ካብ ካብ ስድራ ጀሚሩ ብዕድመ ዕብይ ዝበልና ሰባት ንሕና ተሓተቲ ኢና። ኣርኣያ ዝኾኖም ሰብ ይደልዮም ኣብ ቤት ትምህርቲ ክርእዩ ይደልዩ ኣብ ሃይማኖት መራሕቲ ክርእዩ ኣለዎም። ብቴሌቭዥን ዝመሓላለፍ እንታይ እዩ ክርእዩ ኣለዎም ስለዚ ኩሉ ሰብ ብሓባር ደቅና ብሓባር ኢና ነዕብዮም ምሳና ኣይኮኑን ዝውዕሉ ናብ ቤት ትምህርቲ ክኸዱ እዮም ካብ ቤት ትምህርቲ መፂኦም ቴሌቭዥን ዝርእይዎ ክህልዎም እዩ ዘንብብዎ ነገራት ክህሉ እዩ ዝረኽብዎ ብ ሰፈር ኣሎ ስለዚ እቲ ባህሊ ናበይ እዩ ዝኸይድ ዘሎ ሰብ ኩሉ ክዘራረበሉ ኣለዎ ብሕጊ ክድገፍ ዘለዎ ነገር እንተሃልዩ እውን ክድገፍ ኣለዎ ሕጊ በይኑ ለውጢ ከምዘየምፅእ ርግፀኛ እየ ግን ተወሰነ ሓገዝ ግን ከምጽእ እዩ ንኣብነት ናይ ጫት መሸጢ መቕሐሚ ገለ ናተብሃለ ፈቖዶ ከተማ ዘሎ ነገራት ከምተን ካልኦት ዓድታት ዝገብሮ ካብዚ ዝርከብ ረብሓ ዓዲ ተትተርፋ ይሕሽ ስድራ በቲኑ መናእሰይ ኣብ ብዙሕ ጸገም ኣእትዩ እዩ ዝተርፍ ኣብ መጨረሻ ዓዲ ትኸስር እምበር ኣይትኸስብን ኪሳራ እዩ መጨረሹ። እዚ ህዝብና ኩሉ ክስማዕመዐሉ ኣለዎ ካልኣይ ስድራ እውን ንደቁ ከምህር ክኽእል ኣለዎ በብገዙ ክነምህሮም ተለና ከዓ ኣነ ይፈልጥ እየ ንስኻ ኣይትፈልጥን ኩሉ ዝብለካ ስማዕ ዘይኮነ ብዙሕ ነገር ይርኢ እዩ እቲ መንእሰይ ቅድሚ ዕስራ ዓመት ንኣብነት ኣብ ዓድና ናይ ብኢድ ትተሓዝ ሞባይል ፎን ዝነበሮ ሰብ የለን ኣብ ሓደ ሰፈር ምናልባት እታ ናይ መስመር ስልኪ እያ ትህሎ። ድሕሪ ናባይ ገዛ ክድውል ተደልዩስ ናብ ዝኾነ ጎረቤት ደዊሉ ድሕሪ ሓደ ሰዓት ክመጽእየ ክድውል እየ ይምጻእ ተባሂሉ ኣብኡ ተጸበየ ቴለቭዥን ውን እንተይልና ሓንቲ ናይ ቴለቭዥን ጣብያ እያ ነይራ ኣጋ ኣጋ ምሸት ትጅምር ቅድሚ ፍርቂ ለይቲ ትውዳእ ኣብ ሰሙን ሓደ መዓልቲ እያ ፊልም ተርኢ እቲ ፊልም ዝረእይ ውን ኣብዚ እቶ ዝበሃል ኣይኮነን እቲ ቴለቭዥን ውን ብስሩዕ ሓሓሊፍካ እዩ ዘሎ ስለዚ እቲ መንእሰይ ዝፍተነሉ መንገዲ ብጣዕሚ ትሑት ነይሩ። ስለዚ ስድራ እውን ናይ ምስማዕ ዕድል ኣለዎ። ብዙሕ እቲ ፈተና ተዘይሃልዩ ስድራ ይስማዕ። ሕዚ ብኢድ ብትተሓዝ ሓንቲ ንእሽተይ ጋጀት ዝጠቅምን ብጣዕሚ ጎዳኢ ዝኾነን ነገር ብቐሊሉ ይረክብ ኣሎ። ነዚ ክበልፅ ዝኽእል ካሊእ መንገዲ ድሕር ዘየዳሊና ሱቕ ኢልካ ብኹራ ጥራሕ ንዓ ሕለፍ ክወቕዐካ እየ ከምዚ ክብል እየ ኣሕሚሙኒ እኮ ኣሕሪሩኒ እኮ ናበልካ ጥራሕ ክምለስ ኣይክእልን ንሕና ባዕልና ክንፍትሽ ኣለና ሕድሕድ ስድራ ንደቅናስ እንታይ ኢና ንገብሮም ሓላፍነት ኣለና ንባዕሎም ውን ጽቡቓት ሰባት ክንገብሮም ናብዚ ምድሪ እዚ ብኣና ኣቢሎም መጽዮም ኣለዉ እንደገና ንሕብረተሰብ ውን ጽቡቓት ሰባት ጌርና ንሃንጾም ንሕና ኢና ኣብ በቢ ቤት ትምህርቲ ውን ዘሎ መምህር ኢኮኖሚያዊ ጸገም ክህልዎ ይኽእል ደሞዙ ንእሽተይ ክኸውን ይኽእል ግን ዓብዪ ሓላፍነት እዩ ብስሩ እውን እንድሕር ትኹረትና ኣብቲ ስራሕና እውን እንድሕር ኮይኑ ብደንቢ ተማሂሩ ናብ ፅቡቅ ደረጃ ክነብቅዖ ተኽኢልና ዓብዪ ነገር እዩ። ከማይ እምነት ካብ ልበይ እየ ዝኣምን እዚ ሓደ ሰብ መቋፅርቲ ክኸውን ናብዚ ምድሪ እዚ ዝመፅእ ሰብ ኣሎ ኢለ ኣይኣምንን ኣካል ናይ ነብስና ተፈላለየ እዮም ግን ነናይ ባዕሎም ስራሕ ድማ ኣለዎም ኣይ ኣነ እየ ዝበልፅ ኣነ እየ ክብል ኣይኽእልን ውህብቶና ተፈላለይ ከምዚ ናታትኩም መኣዚ ናይ ጋዜጠኛ ኮይንኩም ትሰርሑ ትህሉ ኢኹም እቲ ዋና ዕላማ ጋዜጠኛ ንምንታይ ኣብ መወዳእታ ሕብረተሰብኩም ክትጠቕሙ እዩ ኣነ ናይ ጥዕና በዓል ሞያይ መወዳእታ እንታይ ህዝበይ ከገልግል ኣብኡ ንራኸብ ኢና ኩላትና ነንባዕልና ንመጋገብ ዝመጋገብ ክእለት ዘለና ሰባት ኢና እምበር ሱቕ ኢሉ መቋፅርቲ ክኸውን ውህብቶ ዘይብሉ ናብዚ ዓለምዚ ዝሕወስ ሰብ የለን ግን ውህብቶ ሒዙ ድማ ናብ መቃብር ዝወርድ ሰብ ክህሉ ይኽእል ከየውፀኣ ምንም ማለት እዩ ስለዚ ስድራ ክርኢ ክኽእል ኣለዎ ደቀይ እንታይ እዮም? እንታይ እዩ ውህብትኡ? ከመይ ገይረ እየ ክሕግዞ ዘለኒ? ቤት ትምህርቲ እውን ከምኡ። ኣነ ደሞዝ ዘይብለይ፣ ንኢሱ ከምዚ ኢሉ። ንኹላትና ንዘርዝር እንተይልና መዓት ፀገማት ኣለና። ነገር ግን እቲ ትኹረትስ እንታይ ክገብር ኣብ ዝብል፣ እንታይ ክገብር ኣነ ንማሕበረሰበይ ኣብ ዝብል እንድሕር ገይርናዮ እቲ ናይ ውልቅና ፀገም እውን እናተፈትሐ ክመፅእ ይኽእል እዩ። ሰብ እቲ ዋና ናይ ኣእምሮ ርካዕታ እዩ። ኣብ መጨረሻ። እምበር ብቁሳዊ ዝኾኑ ነገራት ስለ ዝኣከበ ወይ ገለ እዩ ዝብል እምነት የብለይን። ስለዚ ኣብኡ ብዝገደፍናዮ ቁጽሪ ትኹረትና ኩላትና ዓኣነ ኣነ ናብ ምባል ክንከይድ ተለና ናብ ከምዚ ዓይነት ጸገማት ክንቃላዕ ንኽእል። ደቅና ባዕሎም ቧእ ወደይ ከመይ ጌሩ ንምከሐሉ ተወሪሱ ንረኽቡ ምኽንያቱም ነቲ ኸባቢኡ እዩ ናመሰለ ዝኸይድ። ስለዚ እዚ ቀሊል ነገር ኣይኮነን። ብእንግሊዝኛ ሳይለንት ክራይሲስ ከም ዝብልዎ ዓይነት ብሓደ መዓልቲ ዝዝግንን ክልተ ሚእቲ ሰብ ሰለስተ ሚእቲ ሰብ ገለ ህይወቱ ሓሊፉ ክበሃል ይኽእል ከቢድ እዩ እሱ ግን ከምዚኦም ዝበሉ ድማ ኣለዉ ዜና ዘይኾኑ ግን ሕድሕድ መዓልቲ ስድራ በኽዩ ዝሓድረሉ መንእሰይ መስመር ስሒቱ ዝኸደሉ ንምንታይ ከምኡ ይኸውን ብዙሕ ምኽንያታት ክወሃብ ይኽእል ታይ ጸገም ኣለዎ እዚ ናይ ዘይ ናይ ስራሕ ዕድል እዩ ገለ እዩ ግን ኣብ መወዳእታ እንታይ ኢና ንገብር ዘለና ኩሉ ሰብ ክሓቶ ዝግባእ ሕቶ እዩ መንግስቲ በይኑ ውን ዝፈትሖ ኣይኮነን እዚ መንግስቲ ምስ ማሕበረሰብ ተሓባቢሩ እዩ መፍትሒ ከምጽእ ዝኽእል ስራሕ ዘይንዕቕ ትውልዲ ውን ክነምጽእ ተኾይና እዚ በቃ ከም ጸላኢ ክቕመጥ ኣለዎ። ሱስ ሕዚ ኣክት ክንገብር ክንክእል ኣለና ብሓባር እንተዘይ ኮይኑ ከምዚ እንታይ እዩ ኢት መይ ቢ ቨሪ ሌት ደሓር ብዙሕ ዋጋ ከኽፍለና ይኽእል እዩ እዚ ንሕና ከም ዩኒቨርሲቲ ክንገብሮ ንኽእል ነገር ዋላ ኣብ ምክልኻል ዘዘራረብክዮም ናይ ዩኒቨርሲቲ ኣመራርሓ እውን ገሊፆምልኪ ክኾኑ ይኽእሉ እዮም ኣብ ምክልኻል እውን ይስራሕ እዩ ካሊእ ድማ ኣብ መጨረሻ ንናይ መራሕቲ ቤተ እምነታት እውን እዚ ናታቶም ስራሕ እውን ብዓብይኡ ማለት እዩ ካብ ናትና ከምዚ ኣብ መስርያ ቤታት ተቖፂርና ከምንሰርሕ ሰባት እውን ዝበለፀ ናታቶም ስራሕ እውን እዩ ዓብዪ ቁፅሪ ሓደ ዕማሞም ገይሮም ክሪእዎ ኣለዎም መናእሰይ እዮም ደቆም እዮም ስለዚ እንታይ ንገብር ኣለና ኢሎም ካብቲ ልሙድ መንገዲ ወፂኦም ነቲ መንእሰይ ብዝስሕብ መልክዑ ብዘሰላቹ ዘይኮነስ ብዝስሕብ መልክዑ ብትኽክል እቲ ክኸውን ዝግበኦ ነገር ናምህሩ ንሃገር ዝጠቕሙ ዜጋታት ኣብ ምግባር ኩሉ ሰብ ክረባረበ ኣለዎ ኢለ እየ ሓሳብ ክህብ ዝደሊ። ኣብ ዝተፈላለያ ከተማታት ሃገርና ክንርኢ ከለና ንወልፊ ዘቃልዑ ዕጻት ምስ ዝተፈላለዩ ዓይነታት ኣልኮል፣ ቡና፣ ሻሂ ሓዊሱ ናይ ምጥቃም ልምዲ ዝረኣየሉ ኩነታት የስትውዓል እዩ። እዚኦም መዕወንቲ እውን ናብቲ ጎደና ሕማም ወልፊ ዝመርሑን ጸገም ስነ ልቦናን ዘብጽሑን እዮም ድማ ይብሉና በዓል ሞያ ስነ ልቦና መምህር ወልዳይ ሓጎስ። ካብ ሰብ ምግላል ኣሎ ንባዕሎም የግልሉ እዮም እዙይ ድርየ እዩ ሌባ እዩ ሰራቂ እዩ ኩሉ ብዙሕ ነገር ስለ ዝወሃቦም ኣሽማት እቲ ከምኡታት ባህሪ እውን ስለ ዘርእዩ ሰብ የግልሎም ባዕሎም ውን የግልሉ ስለዚ ክተግልል ከለኻ ያው ዲፕረሽን ናብ ድብርቲ ውሽጢ ትኣቱ ማለት እዩ ሓደ ናይ ስነለቦና ጸገም ኣንዛይቲ ፍርሓት ስግኣት ንብሎ ጭንቀት ውን ከምጽእሎም ይኽእል እዩ ሞቲቬሽን ንብሎ ሞቲቬሽኖም እዚ ናይ ስራሕ ዘለካ ተለዓዕልነት ብጣዕሚ ዝቐትሎ ስቲግማ ንብሎ ያው ምግላል ክህሉ እዩ ኣብ ስራሕ ዋላ ተኾነ ድሕር ሰታይ እዩ ተባሂሉ ወይ ድሕር ውሉፍ እዩ ተተባሂሉ ያው ሰብ የግልሎ ማለት እዩ ስለቲ ከግልሎ ከሎ እንታይ እዩ ክዳነይ ይሸትት ኣሎ ይጨኑ ኣሎ ከምዚ ይብሉኒ እዮም ከምዚ ይብሉኒ እዮም እናበለ ካብቲ ማሕበረሰብ ምግላል ኣሎ ክተግልል ከለካ ደሞ እቲ ሰልፍ ኮንፊደንስ ንብሎ ንባዕልኻ ዘለካ ዓርሰ እምነት ንባዕልኻ ዘለካ ግምት ሰልፍ ስቲም ንብሎ ብጣዕሚ እዩ ዝመውት ማለት እዩ ሶም ሞይቶ ሞይቶም ክበዝሕ ከሎ ከዓ ናብ ዲፕሬሽን ሜጀር ዲፕሬሽን ዲስኦርደር ንብሎ ናብ ሓያል ድብርቲ ይኣትዉ ማለት እዩ ሓያል ፀቕጢ ንብሎ እና ጸቕጢ ተሃልዩ ወይ ድብርቲ ተሃልዩ ከኣ ባዕልኻ ክሳብ ምጥፋእ ይበጽሕ ማለት እዩ። ሕጂ ኣብ ኣመሪካ ገለ ዝተጸንዑ ብዙሓት መጽናዕትታት ዘርእይዎ እቶም መናእሰይ ኣብ ወልፊ ዘለዉ መብዛሕትኦም ብ ዓርሰ ቅትለት ይገብሩ ማለት እዩ። ስለዚ ክሳብ ዓርሰ ቅትለት ክኸይድ ይኽእል እዩ ማለት እዩ። ከምቲ ዝበልናዮ ካናቢስ ሓሽሽ ኢልና ነጽውዖ ማሪዋና ዝጥቀሙ ድሕር ኮይኖም ጫት ዝጥቀሙ እንተኾይኖም ከኣ ክሳብ ናይ ኣእምሮ ጸገም የምጽኦ ኣሎ ማለት እዩ። ክሳብ ምዕባድ ኢልና ንጽውዖ ዕቡድ ንብሎ ክሳብ ንሱ ከብጽሕ ይኽእል እዩ ማለት እዩ። ንኻልእ ዘይስምዖ ድምጺ ይስምዖ፣ ንኻልእ ዘይረእ ነገር ይረኣዮ። ስለ ተጣራጣሪ ይኸውን ጣዕሚ ይኽተሉ ንለው ጎድእን እዮም ገለ ዝብል ነገር ኣሎ ስለዚ እዚ እቲ ናይ ስነ ልቦና ጉድኣቱ እዩ ማለት እዩ ግን ሕጂ እንታይ እዩ እታ ስነ ልቦና ጥራሕ ነፂልካ ክትርእዮ ኣይትኽእልን ምክንያቱ ናይ ፊዚካል ኣካላዊ ናይ ምስ ጥዕና ተታሒዙ እውን ፀገም ኣሎ እቲ ዋና መንስኤ ናይ ሱስ ወይ ከዓ ወልፊ ዝበሃል ባዮ ሳይኮሶሻል እዩ ባዮሎጂካል፣ ኣካላዊ፣ ናይ ካብ ጀነቲክስ ካብ ቤተሰብ ሰታይ ተሃልዩ ናይ ሰታይ ናይ ምዃን ዕድልካ ሰፊሕ ስለዝገብሮ ሰፊሕ ይገብሮ ማለት ተቓላዓይነት እዩ ሰፊሕ ዝገብሮ እምበር የግዲ ትኸውን ኢኻ ማለት ኣይኮነን። ተተጠቒምካ ግን ናይ ምዃን ዕድልካ ሰፊሕ ይገብሮ። ስነ ልቦና ተመጺና እውን ካብ ኣተዓባብያ ብዙሕ ብዙሕ ክንወስድ ንኽእል። ጽቡቕ ተዘይኮይኑ እቲ ዝመጽእ ናብ ሱስ ክት ናብ ወልፊ ክትቃላዕ ትኽእል ማለት እዩ። እቲ ሶሻል እውን እቲ ኢኮኖሚ ቁጠባ ናይቲ ናይቲ ማሕበረሰብ ናቱ ቤተሰብ እውን እንድሕር ደኺሙ ናብ ሱስ ናይ ምቅላዕ ዕድልካ ሰፊሕ ይገብሮ ማለት እዩ። ስደት ኣሎ ገለ ኣሎ ገለ ኣሎ ካብኡ ለማሚድካ ትመጽእ ናብኡ ትኣቱ ማለት እዩ። ብዕርክነት ብገለ እውን ትኣትወሉ ጊዘ ኣሎ። ብርክት ዝበሉ መናእሰይ ብፍላይ በቶም ኣደንዘዝቲ ዕፃት ዝበሃሉ ተጠቃዕቲ ዝኾኑ ወልፊ ሕማም እዩ ኢሎም ኣይኣምኑን። ወልፊ ክሕከም ዝኸእል ሕማም እዩ ድማ ይብሉና ዶክተር ኣማኑኤል። ውድብ ጥዕና ዓለም ሓደ ሰብ ጥዑይ ድዩ ወይስ ሕሙም ክብል ተሎ ናይ ኣካል ጥዕና ጥራሕ ኣይኮነን። ኣብነት ሓደ ሰብ ኣብ ደም ሰራውሩ፣ ኣብ። ዓጽሙ ክስበር ይኽእል፣ ኣብ ዓጽሙ ገለ ክወጽእ ይኽእል፣ ኣብ መገጣጠሚ ጸገም ክህሉ ይኽእል፣ ኣብ መዓንጣ፣ ኣብ ሓንጎል፣ ኣብቲ ዝረኣ ኣካላት ጸገም እንተሃልይዎ ካብ ጥዕና ወጺኡ ኣሎ፣ ስለዚ ሓሚሙ ኣሎ እቲ ሰብ ንብል። ኣብ ኣካል ግን ናይ ኣካል ጥዕና ስለዘሎ ጥራሕ ግን ክረኣይ ተሎ ምንም ዝረኣ ሕማም ስለዘይብሉ ናይ ጥዕና ጸገም የብሉን ኣይበሃልን። ናይ ስነ ኣእምሮ፣ ናይ ሓንጎል፣ ስርሒቱ እውን ኣብ ግምት ይኣቱ እዩ፣ ጥዑይ እዩ ንምባል። ቀፂሉ እውን ድማ ምስ ናይ ማሕበረሰባዊ ናብራ ዝግበር ርክብ። እዚ እንድሕር ርኢናዮ እንተኾይንና ሱስ ካብ ልዕሊ ሕማም እውን እዩ፣ ንብዙሓት ፀገማት እውን እዩ ዘቃልዕ፣ ዘርዚርካ እውን ኣይውዳእን። ካብኡ ንላዕሊ ድማ ነቲ ሰብ ባዕሉ ብኣውሩ ኣብ ሓደጋ እውን የእትዎ እዩ። ብዙሕ ነገራት ምቕራብ ይከኣል እዩ። ሓደ ሰብ ናይ ሱስ ተጠቃማይ እንተኾይኑ እሞ እተፈላለዩ ናይ ኣልኮልን ዕፃትን ተጠቃማይ እንተኾይኑ ኣብ ከይዲ ማሕበራዊ ፀገም የጋጥሞ ይጅምር። ንኣብነት ኣብ ገዛ ውሽጢ እንድሕር ዝነብር እንተኾይኑ ምስ ስድርኡ ክስማዕማዕ ይኽእል ምስራቕ ምልዕዓል ይጅምር። ካብ ማሕበረሰብ እውን ከምኡ ይጅምር። ሰራሕተኛ እንተኾይኑ ብግዜ ናብ ስርሑ ኣይኣቱን። ስለዚ መጠንቀቕታታት ይከታተል፣ ይባረር፣ or ምስቲ ኣብ ስራሕ ዝሰርሑ ሰባት እውን ዓበይቲ ፀገማት ይፈጥር። በዓል ሓዳር እንተኾይኑ ሓዳሩ ክሳዕ ዝፈርስ፣ ደቁ ክሳዕ ዝብተኑ፣ ደቂ ኣንስትዮ እንተኾይነን እውን ከምኡ ብተመሳሳሊ ዓብዪ ዝኾነ ማሕበረሰባዊ ቅልውላው ይፈጥር እዩ። ምስ ጥዕና ጸገም እውን ርክብ ኣለዎ። ንዝተፈላለዩ ናይ ስነ ኣእምሮ ጸገማት የቃልዕ እዩ። ናይ ሱስ ተጠቂ ሱስ ዘምጽኡ ነገራት ተጠቃማይ ብምዃኑ ሓደ ሰብ ናይ ባዕሉ ጥዕና ናይ ስነ ኣእምሮ ጥዕና ካብ ክሳብ ህሊኑ ስሒቱ ኣብ ጎዳና ዝርከብ እውን ክበጽሕ ይኽእል እዩ። ዝተፈላለዩ ድብርት ንብሎ ዲፕሬሽን ስኪዞፍሬንያ ባይፖላር ዲስኦርደርስ ንብዙሕ ነገራት ከቃልዖ ይኽእል እዩ። ሽሞም ብዙሕ እንተኾነ ውን ግን ጥቕልል ኣቢልካ ምስ ናይ ስነ-ኣእምሮ ሕማማት ተቓላዒ ክኾን ይኽእል። ካልኣይ ድማ ዋላ ንኻልኦት ናይ ዘይተደለየ ጥንሲ ኣብ ደቂ ኣንስትዮ ንኣብነት ከጋጥም ይኽእል። ምስኡ ኣታሒዝካ ምውራድ ምንጻል ጥንሲ ክኽተል ይኽእል። እዚኦም ንባዕሎም ቀሊል ጸገማት ኣይኮኑን። ናይ ብናይ ስዲ ዝኾኑ ጾታዊ ርክባት ዝመሓላለፉ ሕማማት፣ ኤችኣይቪ፣ ከም ዘሎ እውን ሰብ ክርስዕ ይኽእል እዩ። ዋላ ካብ ኤች ኣይቪ ወፃእ እውን ኣለዉ ዝተፈላለዩ ቫይረሳት፣ ባክቴርያታት ብዚ መልክዑ ክመሓላለፉ ዝኽእሉ። ተኣኪቦም እውን ኣብ ዝቕሕሙሉ ገለ እዋን እውን መስኮት ዘይከፈትካ ትንፋሽ ብምባል ንዝተፈላለዩ ብትንፋሽ ዝመሓላለፉ ሕማማት ክቃላዕ ይኽእል እዩ። ድሕሪ ግዜ ድማ። ንኣብነት ዘትክኽ ሰብ ዝተፈላለዩ ናይ መዓንጣ ሕማማት ይቃላዕ፣ ናይ ልቢ ሕማማት ይቃላዕ። ስለዚ ዘርዚርካ ዘይውዳእ ጸገም ኣለዎ። ዋላ ናይ ሓደጋ ተሽከርከርቲ እውን ክሳዕ ምግጣም የብል። እናተጠቐመ ዘሽከርክር ሰብ ካብ ዝግባእ ፍጥነት ንላዕሊ ይኸይድ። ኢሉ ኢሉ እውን ብስሩ ኣብ ፖለቲካዊ ስርዓት ናይ ሓደ ዓዲ እውን ምንጋዕ ክፈጥር ይኽእል እዩ። ሓጺር መልሲ እወ ሕማም እዩ። ዝርዝር ብዝበለ ድማ ሕዚ ዘልዐልኩዎ ነገራት የጠቓልል።